ሰላም ተኸታተልቲ ቃርፋ ሚድያ ሎሚ 16 ለካቲት ዝወፀ መግለፂ ተጋሩ ኣወጥዑ ከምቲ ናይ 2013 ብሓደ ድምፂ ሓደ ዓይነት ዘረባ ዝዛረበሉ ባይታ ተፈጢሩ ኣሎ። ቅድሚ ክልተ ሽሕን ዓሰርተ ሰለስተን ብትልሚ ዝተጀመረ ፅንተትን ብርሰትን ትግራይ ብዝተዋደደ ኩለመዳያዊ ኣፈፃፅማ ይቕፅል ኣሎ። ብገበን ጆኖሳይድ ዘጠልቀየ ሓይሊ ብልፅግና ሕገ መንግስትን ዓለም ለኸ ስምምዕን ኣይግዱን። ስለዝኾነ እዩ ድማ ብልፍንቲ ዝጀመሮ ጆኖሳይድ መሊኡ ክፍፅም። እንተይረብረበ ዘተግብሮ ዘሎ። ናይዚ መርኣዪ ቦርድ መረፃ ኢትዮጵያ ብቑልዕ ሕገ መንግስትን ሕገ መንግስታዊ ላእላውነት ትግራይ ብምጥሓስ ላእላውነት ከተማታትን ወረዳታትን ትግራይ ኣካታዕቲ ክብል ውሳነ ምሕላፉ እዩ። ቦርድ መረፃ ሎሚ ውሳነ ሂብሉ ኣብ ዘሎ ሕገ መንግስታዊ ላእላውነት ትግራይን ሕገ መንግስትን ብዝጣሓሰ ኣብ ትሕቲ ምምሕዳር ዞባ ደቡብ ትግራይ ንዝርከባ ወረዳታት ኦፍላን፣ ራያ ኣላማጣን ኮረምን ከምኡ ድማ ሙሌናት ወገናት ብሓይሊ ብምስጓግ ወረርቲ ሓይልታት ብሓይል ጎቢጡ ሒዝዎም ንዝርከቡ ወረዳታት ፀለምቲ፣ ሑሞራን ዓዲረመፅን ሓዊሱ ሙሉእ ዘባ ምዕራብ ኣካተዐ ክብል ገሊፅዎ ኣሎ። ቅድም ክብል ዝተፈላለያ ኣብያተ ዕዮን ሚኒስተር ኣብያተ ፅሕፈትን ብቑልዕ ንሕገ መንግስታዊ ልኣላውነት ብዘጥሕስ ተግባራት እናፈፀሙ ምእረምታ ክግበረሉ ብወገን ትግራይ እናተሓተተ እንተመፀ እውን ምላሽ ከይረኸበ ሕዚ ድማ ብቕሉዕ ቦርድ መረፃ ካብ ቤት ምኽሪ ፌዴሬሽን ብዝተኣዘዝክዎ መሰረት ብዝብል ነቲ ዝፀንሐ ብዝድገም ቅሉዕ ጥሕሰት ወሲኑ ምህላዉ ሓቢሩ ኣሎ። ነዚ ስዒቡ ኣመራርሓን ቤት ፅሕፈት ጊዚያዊ ምሕዳር ትግራይ ውድባት ትግራይ ከምኡ ውን ኣብ ኣዲስ ኣበባ ዘለው ተጋሩን ነዚ ኣብ ምኹናን ይርከቡ። ሓደ ካብዚ ከምዚ ይብል፣ ብኣገኘው ተሻገር ተሳዒርኩም ኢኹም። ናይ ሎሚ ውሳነ ቦርድ መረፃ ኢትዮጵያ ንኹሉ ትግራዋይ ዘሕፍርን ዘቖጥዕን እዩ። ጌታቸው ረዳ፣ ፃድቃን ገብረትንሳኤ፣ ኣብርሃም በላይን ኣብ ፌደራል ኮፍ ኢሎም ብኣገኘው ተሻገር ተሳዒሮም ክረኣዩ ከለው እቶም ሰብ መዚ ዋላ ሓንቲ ተፅዕኖ ክፈጥሩ ከምዘይከኣሉ ብግልፂ የርእየና ኣሎ ይብል። ንተጋሩ ሰብ መዚ ፌደራል ሕቶ ኣለና። ተማዛበልቲ ናብ ቦትኦም ክንምልስ ኢና እናበልኩም ተጽምኑና እንደይነበርኩምን ራብሓ ትግራይ እናተረገጸ ድምጺ ተማዛበልቲ እናተሓጨጨ ከመይ ኢሉ ሕልናኹም ፈቒዱልኩም ኣብቲ ወንበር ትቕጽሉ ኣለኹም እኒ ሳሞራያናት ወልቃይት ትውልዲ ዓደይ እዩ ኽል ግዜ ድማ ናይ ትግራይ እዩ ዝበልካን ከም ቀረባ ፈታዊ ቀዳማይ ሚኒስተር ኣብይ ኣሕመድ መጠን እንታይ ዓይኻ ኣለኻ? ኣብ ሚድያ እናመፃኹም ትግራይ ትግራይ እናበልኩም ኣይተደናግሩና። ኣብ ማእኸል ኮይንኩም መሰል ህዝብኹም ክተኽብሩ እንተዘይክኢልኩም ምህላውኩምን ዘይምህላውኩምን እንታይ ኣፈላላይ ኣለዎ? ተግባርኩም ካብ ቃላትኩም ንላዕሊ ዛረብሎ ታሪኽ ባዕሉ ከይፈርደኩም ቶሎ መእረምታ ክውሰድ ግበሩ። ጌታቸው ረዳ ብግዲኡ እቶም ደብዳቤታት ሰላም ካብ ምዝራግ ወፃኢ ካልእ ትርጉም የብሎምን ክብሉ ብሓጺሩ ብቋንቋ ኣምሓርኛ ጽሒፎም። ኣቦ ወንበር ውድብ ስምረት ኣይተ ጌታቸው ረዳ ነቲ ሎሚ ብመረፃ ቦርድ ኢትዮጵያ ዕላዊ ንዝተገብረ ናይ ቤት ምኽሪ ፌዴሬሽን ውሳነ ተቓዊሞሞ። ኣይተ ጌታቸው ረዳ ኣብ ዕላዊ ናይ ፌስቡክ ገፆም ብቋንቋ ኣምሓርኛ ኣብ ዘመሓላለፎ መልእኽቲ እቲ ብቦርድ መረፃ ኢትዮጵያ ዝተፃሕፈ ደብዳበ ይኹን ከም መበገሲ ዝተጠቐሰ ብቤት ምኽሪ ፌዴሬሽን ዝተወሰነ ውሳነ ካብ ሰላም ሃገር ምህዋኽ ወፃኢ ካሊእ ትርጉም ኣለዎ ኢለ ኣይኣምንን ክብሉ ገሊፀምዎ ኣለው። ኣይተ ረዳኢ ሕሉፍ ድማ ብህፁፅ ክእረም ዘለዎ ታሪኻዊ ስሕተት ክብሉ ንመግለፂ መረፃ ቦርድ ኮኒኖም። ሕገ መንግስታዊ ብዘይኮነ መንገዲ ብሓይሊ ዝተመንጠለ ሕገ መንግስታዊ ግዝኣት ትግራይ ብስርዓት ናብ ትግራይ ክምለስ እናተገበኦ ሕዚ እውን ሕገ መንግስታዊ ብዘይኮነ ከይዲ ካብ ትግራይ ክንፀል ምግባር ሕገ መንግስታዊ ቅቡልነት ክህልዎ ኣይኽእልን ኣብ ዝኾነ ይኹን ከባቢ ኣብ ዝኾነ ይኹን እዋን ዝቐርብ ናይ ማኑነት ሕቶ እንተልዩ እቲ ከይዲ እውን ሕገ መንግስታዊ ስርዓት ተኸቲሉ እዩ ናብ ቤት ምኽሪ ፌዴሬሽን ዝቐርብ። ሕገ መንግስታዊ ስርዓት ተኸቲሉ ድማ ሕገ መንግስታዊ ውሳነ ይረክብ። ካብዚ ወፃኢ ዝቐርብ ሕቶ ከይዲ ኮነ ውፅኢት ሕገ መንግስታዊ ስርዓት ናይ ምህናፅን ምፅናዕን ተግባር ክኸውን ኣይኽእልን። ህዝቢ ባዕሉ ይወስን ማለት ሕገ መንግስታዊ ስርዓት ተኸቲሉ ይወስን፣ ማለት እምበር ኣብ ክንድኡ ኻልእ ኣካል ይውሰነሉ ማለት ኣይኮነን። ፍትሒ ዘረጋገጸ ኸኣ ኣብ ፍረ ነገር ጥራሕ ዘይኮነስ ከይዲ ፍትሒ እውን ፍትሓዊ ክኾን እንተኽኢሉ ጥራሕ እዩ። እዚ ውሳነ ተባሂሉ ቐሪቡ ዘሎ ግን መሰረታዊ ዘይኮነ ናይ ፍረ ነገርን ከይድን ሕገ መንግስታዊ ስሕተትን ዘለዎ እዩ። መንግስቲ ፌደራል ነቲ ብቤት ምኽሪ ፌደረሽን ተወሲኑ ብብሄራዊ ቦርድ መረፃ ክፍፀም ተቓሪቡ ዘሎ ዘይሕገመንግስታዊ ከይድን ውፅኢትን መርሚሩ ነቲ ውሳነ ብትሪ ክነፅጎን መእረምታ ክገብረሉን ይግባእ ክብሉ ኣይተ ረድኢ ሓለፎም መልእኽቶም ኣሕሊፎም። ኣብ ጎኒ መንግስቲ ብልፅግና ደው ንበል! ኣብ ትግራይ እቶ እቶ ይተኣወጅ ዝብላ ዝነበራ ወይዘሮ ኬርያ እብራሂም ብግዲኤን፣ ሃገራዊ መረፃ ቦርድ ንቤት ምኽሪ ፌዴሬሽን ኢትዮጵያ ብምፅራሕ ዝዘርገሖ ውሳነ ሓላፍነት ዝጎደሎ፣ ሕገ መንግስቲ ሃገር ዝጠሓሰን ኩነታት ዘይገናዘብን ውሳነ ምዃኑ ወይዘሮ ኬርያ ኢብራሂም ገሊፀን። ቅድም ክብል ኣፈ ጉባኤ ቤት ምኽሪ ፌዴሬሽን ዝነበራ ወይዘሮ ኬርያ ኢብራሂም ከምዝገለፅኦ እዚ ውሳነ እዚ ንውዕል ፕርቶርያ ዝግህስን ብጣዕሚ ምሕዘንን ሓደገኛን ውሳነን ምዃኑ እውን ወሲኸን ገሊፀን ክብል ላዛ ትግርኛ ገሊፁ። ወይዘሮ ኬርያ ኣብ ዝሓለፈ ሰሙን ኣብ ጎኒ ፌዴራል ንኹን ክብላ ምግላፀን ይዝከር። ውሳነ ቤት ምኽሪ ፌዴሬሽን ኣብ ልዕሊ ህዝቢ ትግራይ ዝተኣወጀ ቅሉዕ ጀኖሳይድ እዩ ዝበሉ ድማ ምክትል ፕረዚዳንት ጊዜያዊ ምሕዳር ትግራይን ምክትል ኣቦ ወንበር ውድብ ህወሓት ዝኾኑ ኣይተ ኣማኑኤል ኣሰፋ እዮም። ምክትል ፕረዚዳንት ጊዜያዊ ምሕዳር ትግራይን ምክትል ኣቦ ወንበር ህወሓትን ኣይተ ኣማኑኤል ኣሰፋ መንግስቲ ብልፅግና ብሽም መረፃ ዘውፀኦ ውሳነ ንህዝቢ ትግራይ ከም ኩርዳውያን ዓዲ ኣልቦን መንነት ኣልቦን ንምግባር ዝተኣለመ ውዲት እዩ ክብል ኣብ ዕላዊ ናይ ፌስቡክ ገፆም ኮኒኖም። እቲ ተፋሒሱ ዘሎ ሽርሒ ንህዝቢ ትግራይ ልክዕ ከም ኩርዳውያን ሃገር ኣልቦን መረበቲ ኣልቦን ብምግባር ብሄራዊ ውርደት ንምስካም ዝዓለመ እዩ ዝበሉ ኣይተ ኣማኑኤል፣ እዚ ስጉምቲ እዚ ሕጋውነት የብሉን ጥራሕ ዝገልፅ ዘይኮነስ ንህዝቢ ትግራይ ብኻልእ መልክዕን ንምብትታንን ንምጥፋእን ዝተኣወጀ ቁሉዕ ኣዋጅ ጆኖሳይድ እዩ ክብሉ ከሲሶም። ግዝያዊ ምምሕዳር ትግራይ እውን እንተኾነ ነቲ መግለፂ ቦርድ መረፃ ኮኒኑ ኣሎ። ህዝቢ ትግራይ ምስ ካልኦት ጭቁን ህዝብታት ኮይኑ ብዘካየዶ መሪር ተጋድሎ ብዝኸፈሎ ክቡር መስዋእትን ንኹሎም ህዝብታት ብማዕረ ዘገልግል ሕገ መንግስትን ሓዱሽ ፌደራላዊ ዲሞክራሲያውን ክትከል ዝገበረ ህዝቢ ምዃኑ ግዝያዊ ምምሕዳር ትግራይ ገሊፁ። ወሲኹ ድማ፣ እዚ ብመሪር ቃልሲ ደቂ ህዝቢ ዝተተኸለ ሕገ መንግስትን ፌደራላዊ ዲሞክራሲያውን ስርዓት ብምጥሓስ ዝተፈጸመን ዝፍጸም ዘሎ ብቓላት ክግለጽ ዘጸግም ግፍዕን ጽንተትን ከይኣክል ሕዚ ድማ ብቑልዕ ሕገ መንግስትን ስምምዕ ፕርቶርያን ብምጥሓስ ሕገ መንግስታዊ ውሳነ ትግራይ ኣብ ሓደጋ ዘውድቕ ውሳነ ተመሓላሊፉ'ሎ ኢሉ። ኣብ መወዳእታ ግዝያዊ ምሕዳር ትግራይ እዚ ድምጺ ህዝቢ ትግራይ ዘይብሉ ቤት ምኽሪ ዘሕለፎ ውሳነ ብጽኑዕ እናኾነነ እዚ ሓደገኛ ውሳነ ዘስዐቦ ዙርያ ምላሽ መዘዝ ኣብ ግምት ኣትዩ ብኣግኡ ክእረምን ዳግመ ግምት ክግበረሉን ብፅኑዕ ይሓትት ክብል ጊዜያዊ ምምሕዳር ትግራይ መልእኽቱ ኣመሓላሊፉ። ውድብ ብሄራዊ ባይቶ ዓባይ ትግራይ ባይቶና ብግዲኡ ሎሚ ዕለት ናይ ኣብይ ኣሕመድ ናይ ምስሌኒ መረፃ ቦርድ ሕገ መንግስታዊ ግዝኣት ትግራይ ካብ ሕግን ህዝብናን ፍቓድ ወፃኢ መንጢሉ ኣብ ትሕቲ ፌደረሽን ምኽሪ ቤት ክኾን ከምዝተወሰነን ድሕር ሕዚ ናይ ትግራይ ግዝኣት ከምዘይኮነን ብዕሊ ምግላፁ ኣጥቢቕና ከምንኹንኖ ኣፍሊጥና ኢሉ። ብተወሳኺ እቲ ውድብ ውድብና ካብዚ ሓሊፉ ላእላዊ ግዝኣትና፣ ህዝብና ንምውሓስ ኮነ ኩሉ መዳያዊ ህልውና ተጋሩ ንምርግጋፅ፣ ኣፅነንትን ትካላቶምን ብትብዓት ምቅላስና ኣሐይልና ከምንቕፅል እናገለፅና እዙይ ፅረ ሰብን ብፍላይ ከዓ ፅረ ተጋሩን ዝኾነ ብልፅግና ዝመርሖ ራዕደኛ መንግስቲ ሃጻይዊቲ ኢትዮጵያ ዝበሃል ገበነኛ ውድብን መስርሒኡ ዝኾና ናይ ፌደራል ትካላቱን ደሪብና ልዕሊ ዝኾነ እዋን ብዘይንሕስያ ክንቃለስ ኢና ድሕሪ ምባል እዚ ውሳነ መረጻ ቦርድ ብውሳነን ብቐጢን ትእዛዝን ቀዳማይ ሚኒስተር ከምዝኾነ ኣረጋጊጽና ኣለና። ስለዝኾነ መላእ ህዝብና እውን ምስ ካልኦት ተመሳሳሊ ናይ ህልውና ሓደጋ ዘለዎም ህዝብታት ሓቢሩ ኩለመዳያዊ ቃልሲ ክገብር ንጽውዕ። ብተወሳኺ ኩሉ ህዝቢ ትግራይ ኣብ ከምዚ ዝበለ ጉዳይ ተጋሩ ብፍፅማዊ ሓድነት ኣብ ብሄራዊ ራብሕኡ ብፅንዓት ሰሚሩ ደው ክብል ደጊምና ብኽብሪ ንፅውዕ ኢሉ ውድብ ወለዶ ትግራይ ብዛዕባ እዋናዊ መግለፂ ቦርድ መረፃ ኢትዮጵያን ውሳነ ቤት ምኽሪ ፌደረሽንን ኣድሂቡ ኣብ ዘውፅኦ መግለፂ ዘልዐሎም ቀንዲ ነጥብታት እንትንርኢ እቲ ብሄራዊ ቦርድ መረፃ ዘውፅኦ መግለፂ ንውዕል ፕሪቶርያ ብግልፂ ዝጠሓሰን ኣብ መንጎ መንግስቲ ፌደራል ትግራይን ዘሎ ኩሎ መዳይ ወጥሪ ከም ሓዊ ዘቋፅርን እዩ ይብል። ህዝቢ ትግራይ ግዝኣቱ ከይተሸራረፈ ብሙሉእነት ናይ ምምራፅ ተወከልቱ ናብ ፌደራል ናይ ምልኣኽን መሰሉ ብቓልሱ ዘረጋገፀሉ ብምዃኑ ብዘይምቁርራስ ዴሞክራሲያዊ መረፃ ክካየድ ይግባእ። ኣብ ትግራይ ኣከራኻሪ መሬት ዝበሃል ከምዘየለ ዝገልፅ እቲ ውድብ፣ ኣከራኻሪ ግዝኣት ዝብል እማር ምጥቃም ንወራር ሕጋዊ ኣፍልጦ ከም ምሃብን ሓንቲ ክልል ኣብ ልዕሊ ካልእ ክልል ንኽትለዓል ከም ምፍቃድን ዝቑጸር ሓደገኛ መንገዲ እዩ ኢልዎ። መረጻ ክካየድ ዝኽእል ትግራይ ናብ ናይ ቅድሚ ክልተ ሽሕን ዓሰርተ ሰለስተን ዓመተ ምህረት ቅርጻ ምስ ተመለሰ ወረርቲ ምስ ዝወጹን ተማዛበልቲ ክብሮም ተሓልዩ ምስ ዝምለሱን ጥራሕ ምዃኑ ኣፍሊጡ። ቤት ምኽሪ ፌዴሬሽን ዝሐለፎ ውሳነ ህዝቢ ትግራይ ኣብ ዘይተወከለሉ ዝተወሰነን ሃገር ናብ ካልእ ዙር ሕምስምስ ዝኣቱን ስለዝኾነ እቲ ፌዴሬሽን ዳግማይ ክሪኦን ከማሐይሾን ፀዊዑ። ካብዞም ቅድመ ኩነታቱ ወፃኢ ትግራይ ግዝኣታ ተቆራሪሱ ዝካየድ ናይ ቆረፃ መረፃ ከምዘይትሳተፍ ውድብ ወለዶ ትግራይ ኣረጋጊፁ ኣሎ። መግለፂ ቦርድ መረፃ ዘውፀኦ መግልፂ ካልኦት እውን እናኾነንዎ ይርከቡ። እዚ መግለፂ ሓድነት ተጋሩ ዝምልስ ዶ ይመስለኩም ወይስ የጋድድ? ርኢቶኹም ክትህብሉ እናዓደምና ናይ ካልኦት ኣብ ቀፃሊ ከም ንድህስሶ ንሕብር። ሰላም!